መጋቢ ኣእላፍ እባ እንኳን ኣእላፍ ክምግብ መጋቢ ኣእላፍ ማለት ብመሰረቱ ናይ ቅዱስ ገብርኤል መዓርግ እዩ ግን ውሃዊኡ ኣውነ ኢሳያስ ስለዝኾኑ ጳጳስ ስለዝኾኑ ሰሊዖም ምሃብ ክስታይ የብሉን ምንም ዝዕቅቦም ኣይኮነን ስልጣኖም እዩ እዚኦም እኮ ናይ ቤተ ክርስቲያን መራሕቲ ዘይኮኑ ሲ ከምቶም ወርቂ ዘሪፎም ዝብሃሉ ጀነራላት ካባኣቶም ንላዕሊ እዩ ሕብረተሰብ ዘይፈልጦ ግን ኣሎ። መንበረ ሰላማ ድሕሪ ምምስራቱ ለህዝቢ ትግራይ ብፍላይ ድማ ለኣመንቲ ካብኡ ትፅቢት ልግበር ሰሪሑ ዶ? እታ ዋና ሕማሞም ንሶም ዓዲ እያ ወዲ ዓድነት እያ። ኣበይ ዓዶም ንሶም?
እንድዕሎም ኣብ ሓደ ወገን እዮም ይቅርታ እንድዕሎም ኢለ እየ እምበር። ናይኹም ማሕበርኹም ማሕበር ምእመናን ከተማ መቐለ ብግሊ እውን ኣብ ምምስራት መንበረ ሰላማ እጃም ኣለኩም ዶ? እወ ቀሺ ገብረስላሴ ዝብለካ ዘለኹ ስራሕ መካየዲ ናይ መቐለ ገንዘብ ሞንዮም ቅርሺ ጸጊቦም መሬት ጉቦ ይወሃቦ ኣለዉ ማለት ሓደ
ስራሕ መካየዲ ወይም ሓደ ናይ ቤተ ክርስትያን መራሒ ክገብርዎ ኣርባዕተ ሚእቲ ካሬ ይቅበሉ ኣለዉ ናብ መሬት ቀይረሞ እቲ ጉቦ ኣብቲ ውሽጢስ ሰበይቲ ተደፊረ ወሊደ እየን ካብ ፈላሲ ኢላ ዓፍኑ ዓፍኑ ተባሂሉ ኣብ ፖሊስ ጣብያ ቀዳማይ ወያነ ከይዳ ጠሪዓ ተደፊኑ ሓሊፉ እና እንታይ ክብለካ ደልየ እየ ሰብ ገንዘብ እዮም ዞም ሰብ እዚኦም ዝሓበጡ እዮም እቲ መንበረ ፓትሪ እቲ መንበረ ጵጵስና ብጠበንጃ እዩ ብክልተ ክላሽን እዩ ዝሕሎ እንታይ ጣጣ ኣለዎ ክላሽን ዝኣቱ ማንም ሰብ ዝሪኦ ማለት እዩ ብክልተ ክላሽን እዩ ዝሕሎ ኣነ ብዝመፅዎ ብዝመፅዎ ይፅበዮም እየ ኩሉ ግዜ ብጥንቆላ ይምፅኡ ብሓይሊ ይምፅኡ ተስተርእየትኒ ክዛረብ እግዚኣብሔር ይመስገን ኣቦይ ሓቂ ኣምሂሩ እዩ ኣዕብይኒ ነቲ ሓቂ ነታ ትጠቅም ንድሕሪት ኣይብልን ብፁዕ ኣቡነ ኢሳይያስ ስራሕ መደብ ሊቀ ጳጳስ ሒሳብ ቁፅሪ ኣሎ ደሞዝ ሚእትን ሰማንያን ሽሕ መልኣከ ብርሃናት ገብረ ስላሴ ሕሸ ስራሕ መካየዚ ሒሳብ ቁፅሪ ኣሎ ደሞዝ ሚእትን ስልሳን ሸሞንተን ሽሕ